ሰላም ሰላም ኩላትኩም ነዚኣ ቪድዮ ትከታተሉ ዘለኹም ኣብቲ ናይ ሎማዓንቲ ሒዘልኩም መፅኦ ዘለኹ ርእስቲ ካብ ጉግል ወፃኢ ክንጥቀመለ እንኽእል ሰርጂ ኢንጂንስ ናይ ኣተን ኣማራፅታት እዩ ስለምንታይ ጎግል ጥራሕ ንጥቀም ኩሉ ግዜ ካልኦት ኣማራፅታት ከ ኣለዋና ዶ? እየ ኣለዋና እዘን ኣብ ስእሊ እትሪእወን ዘለኹም ኩለን ከም ጎግል ዓይነት ዝሰርሓ ሰርች ኢንጂንስ እየን። ስለዚ ናተን ፅቡቅ ነገር ሕማ ነገር ክንፈልጥ ኣለና ክንጥቀመለንን ዘይክንጥቀመለንን ከ ናትና ምርጫ ይኸውን ማለት እዩ። ስለዚ ካብአን ገለ ሒዘልኩም መፅእ ኣለኹ ንዕአን ክንርኢ ኢና። መጀመርታ ግን ክንሪኦ ደልየ ዘለኹ ሰለስተ ነገር ኣሎ። እሱ ከዓ ወርልድ ዋይድ ዌብ ኢንተርነት ንድ ኢንተርነት ብራውዘር እንታይ ማለት ምኳኑ ወርልድ ዋይድ ዌብ እንታይ ማለት እዩ ኣብ ሙሉእ ዓለም ተዘርጊሑ ዘሎ ሓበሬታታት ማለት እዩ ኣብታ ብምልእቲ ዓለም ዘሎ ኢንፎርሜሽን ማለት እዩ ወርልድ ዋይድ ዌብ ኢንተርነት ከዓ እንታይ እዩ ነዚ ኣብ ዓለም ሙሉእ ተዘርጊሑ ዘሎ ሓበሬታታት ዘተሓሕዝ ሓደ ኮኔክሽን መንገዲ እዩ ንዕ ኩሉ ዘተሓዝ ነቲ ኩሉ ሓበሬታ ኣብ ሙሉእ ዓለም ተዘርጊሑ ዘሎ እዚ ወርልድ ዋይድ ወይ ማለት እዩ እዚ ኢንተርነት ብራዘርስ ከዓ እዚ ብምሉኡ ኣርኪቡን ተታሒዙን ዘሎ ሓበሬታታት ናብ ተጠቃሚ እንድሕዳ ክበፅሕ ኮይኑ ዝኾነ ድልድል የድልየ እዩ ናብ ነብሲ ወከፍና ክዝርጋሕ እንድሕዳ ኮይኑ ስለዚ ብመንገዲ ኢንተርነት ብራዘርስ ኣቢልና ነዚ ኣብ ሙሉእ ዓለም ዘሎ ሓበሬታታት ክንፍትሽ ከነንብብ ክንጥቀም ንኽእል ስለዚ እዘን ኣብዚ ስእሊ ገይረልኩም ዘለኹ እዚኣ ብመጀመርታ ትሪእዋ ዘለኹም ኢንተርነት እዩ ኢንተርነት ከመይ ገይሩ ንምሉእ ዓለም ኣተሓሒዝዋ ኣሎ ኣብ ስትሪኦ ኣለኹም ዝኾነ ኔት ስለዚ ናይቲ ሓበሬታታት ኔትወርክ ኣብ ንርኢ ኣለና እዚ ከዓ ወርልድ ዋይድ ዌብ እዩ ወርልድ ዋይድ ዌብ ከም ዝበልኩም ኣብ ዓለም ሙሉእ ዘሎ ኢንፎርሜሽን እዩ እዘን ኣብዚ ዘለዋ ሰለስተ ከዓ ኢንተርነት ብራውዘርስ እየን እዚ ሞዚላ ፋየርፎክስ እዩ ኢንተርነት ኤክስፕሎረር ን ክሮም ከዓ ኢንተርነት ብራዘርስ እዮም ከዓ እዚኦም ካልኦት ዝተፈላለዩ እውን ኣለዉ እዚኦም ሰለስተ ኣብዚ ስእሊ ዘለዎ እየ ጠቂሰ ስለዚ ስለዚ ሰርች ኢንጂን ከ እንታይ ማለት እዩ ብከመይ ከ ምስቲ ዓለም ዘሎ ሓበሬታታት የተሓሕዘና ከ ክንርኢ ኢና ኣብዚ ሕጂ ከምዚ ኣብዛ ስእሊ ትሪእዋ ዘለኹም ኣብዚኣ እያ ትጅምር ኣብዚኣ ክራውሊን ኢላ እያ ትጅምር ሕጂ እቶም ሰርች ኢንጂንስ ሓደ ንባዕሉ ከም በዓል ጎግል ሓደ ካምፓኒ እዮም ንሶም እንታይ እዮም ዝገብሩልና ነቲ ኣብ ዓለም ዘሎ ሓበሬታት ነዚ ትሪእዎ ዘለኹም ስፓይደር ወይ ከዓ ሳሬት ነዚ ሙሉእ ዓለም ዘሎ ሓበሬታታት ሃሰስ ይብሎ ማለት እዩ ክራውን እንታይ ገበሩ እንዳሃሰሱ እንዳፈተሹ እንዳፈተሹ እንታይ ይገብሩ ሽዑኡ ቢልድ ኣን ኢንዴክስ ይብለና ኣሎ ከም መሐበሪ ዝኸውን ኮድ ወይ ከዓ ቁፅሪ መፍለጢ እንዳቐመጥሉ እንዳቐመጥሉ ይኸዱ ደሓር በብኣገዳስነቱ ከዓ ይሰርዕዎ ራንኪንግ ከዓ ይበሃል ከዓ እዚ ደሓር በብኣገዳስነቱ ምስ ሰርዕዎ ዝኾነ ተጠቃማይ መፅዩ ዘቕርቦ ሕቶ በቲ ተሰሪዑ ዘሎ ደረጃ የቕርብሉ ሕጂ ንኣብነት ኣብዚ ኣብ ጎግል እንድሕር ደኣ ከይድና ጎግል ኣብዚ ክመፀልና እዩ ቱደይስ ስፖርት ኒውስ እንድሕር ደኣ ኢልና ኣብዚ መፂኡ ልና ኣሎ ስፖርት ኒውስ ዝብል መፂኡ ኣሎ ብድሕሪኡ ኣብዚ ክንደይ መዓት ክስታይ ኣምፅኣትና ኣላ መዓት ሪዛልት ኣምፅኣትና ኣላ ኣራውንድ ሰባንያን ኣርባዕተን ሚልዮን ሪዛልትስ ኣሎ እንዳቐፀልና ክንከይድ ንኽእል ኢና በዚ ታሕቲ እዚ ፔጅ እንዳቐፀልና ተምፀልና ኣላ ሕጂ እዚ በብኣገዳስነቱ ሰሪዓቶ ኣላ ማለት እዩ ኦኬ ስለዚ ናይ ሰርች ኢንጂን ስራሕ እንታይ ምዃኑ ተረዲእና ኣሎ ኣብቲ ዓለም ዘለዉ ኣብ ወርልድ ዋይድ ወብ ይደልዩ ደን መቐመጢ ዝኾነ ኮድ ይገብርሉ መፍለጢ በብኣገዳስነቱ ይሰርዕዎ ድሓር ከዓ ዝኾነ ተጠቃሚ ምስ ሓተቶም ከዓ እቲ ሪዛልትኻ የቕርቡሉ ሕጂ ናይ ጎግል ስራሕ ናይ ዝኾነ ሰርች ኢንጂን እዚኣ እያ እታ ስራሕ ሕጂ ካብ መጀመርታ ካብ ጎግል ጀሚርና ክንሪኢና ምክንያቱ እሱ ስለ ዘሎ እቲ ቀዳማይ ጎግል ኩሉ ግዜ እንዳማዕበሉ ዝኸይድ ኣልጎሪዝም ወይ ከዓ እቲ መስርሕ ዓብላሊ ናይ መዋዓውዒ መድረኽን ኮይኑ ኣሎ ኣብዚ ሕጂ እዋን ንሱ እቲ ዝዓብላሊ ዘሎ ኣብ ጥሪ 220 ከም ዘውፅዎ መግለፂ ከዓ 87 ነጥቢ 35 ፐርሰንት ናይ ግሎባል ማርኬትን ሸር ወይ ከዓ ናይ ዓለማዊ ናይ ንግዲ ብርኪ ኣለዎም ማለት እዩ ከምዚ ኩላትና ንፈልጦ ኩላትና ንጥቀመሉ ንኩሉ ሰብ ዝሰማማዓሉ ከዓ ኣብ ዝኾነ ርእስቲ ንሓቶም ኣርእስቲ ከዓ ዝበለፀ ውፅኢት እዩ ዝህብ እንጂ ነብሲ ወከፍ ኣብ ጎግል ንሓቶ ርእስቲ ይኹን ንዕዘቦ ነገራት ድማ ምዝጉብ ይብለና ኣሎ ምክንያቱ ጎግል ናትና ኢንፎርሜሽን ስቶር ይገብር እዩ ምክንያቱ ኣድቨርታይዝ ከምፀልና እንድሕር ድኣ ኮይኑ ሕጂ ኩሉ ግዜ እንድሕር ድኣ ንዕዘቦ እንድሕር ድኣ ኮይና ዝኾነ ዌብሳይት እንድሕር ድኣ ከፊትና ንኣብነት ናይ ክዳውንቲ ወይ ናይ ጫማታት ገለ እንድሕር ድኣ ንርኢ ነርና ኮይና ቀዲምና ዝኾነ ዌብሳይት ክነንብብ ምስ ኣተና እቲ ናይ ጫማ ኣድቨርታይዝ ይፀንሓና እዩ እቲ ስለምንታይ እዩ ነቲ ኣቐዲምና ሰርች ጌርናዮ ዝነበርና ርእስቲ ሴቭ ስለ ዝገብሮ እቲ ናትና ኢንፎርሜሽን ሽዑ ብኡ መንገዲ ንሕና ምዃንና ፈሊጡ እንታይ ከም ነገድሰና ፈሊጡ ከዓ ይህበና ማለት እዩ ስለዚ ናይዚ ኩሉ ንገብሮ ነገራት ኣብ ኢንተርነት ኣቲና ኣብ ጎግል ኣቲና ንፍትሾ ነገራት ኩሉ ምዝጉብ እዩ እዚ ዓይነት ሓበሬታ ፐርሰናል ኢንፎርሜሽን ናትና ከዓ ምስ ዘገድሱ ኣካላትን ምስ ኣድቨርታይዘርስን ከዓ ዝኾነ ምስ ተማዋዕዋዕቲ ካምፓኒታት ከዓ ሸር ይገብሮ እዩ ናትና ፐርሰናል ኢንፎርሜሽን ሰኪር ኣይኮነን ማለት እዩ ነዚ ነገር እዚ ክነወግኖ ምስ ንደሊ ድማ ካልእ ሰርች ኢንጂንስ ክንጥቀም ንኽእል እዚ ነገር እዚ እንድሕር ደኣ ክቕፅል ዘይንደልዮ እንድሕር ኮይና ናህና ፕራይቨት ኢንፎርሜሽን ኩሉ ግዜ ሰኪር ክኾነና እንድሕር ደኣ ደሊና ከዓ ካልእ ኣማራፅታት ኣለዉ ናይ ከምኡ ሰርች ኢንጂንስ ናብኦም ክንከይድ ንኽእል ካልኣይ ቢንግ እዩ እዚ ቢንግ ከምዛ ትሪእዎ ዘለኹም ቢንግ ኣብዚ እውን ክንሪኦ ንኽእል ኢና ቢንግ ዳት ካም ኢልና ሕዳእቲና ከዓ እዚኣ ትመስል እታ ሰርች ኢንጂን ከዓ ሕጂ the same sport news today ኢልና ዋላ ንእቶ ከዓ the same ከምዚ ናይ ጎግል ዓይነት appearance ኣለዎ እዚ ቢንግ እዚ ከዓ ኣብ ጥሪ 2020 ኣብቲ ናይ ኣሜሪካ ዝገበርዎ መፅናዕቲ ማለት እዩ ርብዒ ካብቲ ኣሜሪካ ዝሕተት ሕቶታት ኣስተኣናጊዱ ኣስተናጊዱ ብዙሓት ከዓ ንጎግል ክበልፀሉ ዝኽእል መንገዲ ናይ ሽልማት መደብ ስለ ዘለዎ እዩ እዚ ናይ ሽልማት መደብ ከመይ እዩ ኣብ ኣብዚ ቢንግ እንድሕር ኣቲና ሰርች እንድሕር ጌርና ፖይንትስ ህበና ፖይንትስ ህበና ሓደ ማይክሮሶፍት ኣካውንት እንድሕር ድኣ ሃሊና ኮይኑ ማይክሮሶፍት ኣካውንት ነውፅእ ኣብ ዝገበርናሉ ኩሉ ግዜ ፖይንት ስበና ይኸፍለና ማለት እዩ እዚ ፖይንት እንታይ ኢና ንጥቀመሉ ኣብ ማይክሮሶፍት ስቶር ከድና ዝኾነ ነገር ክንገዘሉ የኸለና ማለት እዩ እዚ ማለት ከዓ ኣብ ቢንግ ሕቶኻ ኣቕሪብካ ጥራይ ስለ ዝፈተሽካ ፖይንትስ ትእክብ በቲ ፖይንትስ ጌርካ ከዓ ኣብ ማይክሮሶፍት ስቶር ጌርና ከዓ ኣፕሊኬሽንስ ይኹን ኣብዚ ዘለዉ ከዓ ክንገዝእ ንኽእል ኣፕሊኬሽንስ ካብዚ ክንገዝእ ንኽእል ማለት እዩ እዚኦም ኣፕሊኬሽንስ ንሪኦም ዘለና ከዓ ስለዚ ቢንክ ኣብኡ ኣቲና ስለ ዝፈተሽና ጥራይ ይኸፍለና ሳልሳይ ንሪኦ ያንዴክስ እዩ እዚ ያንዴክስ ኣርብዓን ሓሙሽተን ሚእታዊት ካብ ሩሳውያን እዮም ዝጥቀምሉ ከምኡ ውን ኣብ በዓል ቤላሩስ ካዛኪስታን ቱርኪን ዩክሬንን ፍሉጥ እዩ ስለምንታይ እዩ እዚ ያንዴክስ ኣብ በዓል ሩስያ ፍሉጥ ኮይኑ ከዓ ምክንያቱ ጎግል ኩሉ ግዜ ካብ እንግሊሽ ወፃኢ ንዝግበር ሰርች ፅቡቅ ውፅኢት ማለተይ ምስ እንግሊሽ ተወዳዳሪ ዝኸውን ውፅኢት ኣየቅርብን እዩ እዚ ከዓ ስለምንታይ እዩ ምክንያቱ እቲ ቋንቋ ብጣዕሚ እዩ ፅልዋ ዘለዎ ሕጂ ከም ኣብ ናትና እንድሕር ዳ ርኢና ናትና ተምሃሮ እንድሕር ዳ ኢልና ተምሃሪት ከዓ ንብል ተምሃራይ ንብል ሕጂ ተምሃሪት እንድሕር ዳ ኢልና ንጓል እዩ ዘመልክት እንደገና ተምሃራይ እዩ ካተኢልና ወዲ ክኸውን ይኽእል ስለዚ እዚ ዓይነት ኣብ ኢንግሊሽ ግን ስቱደንት እንተሕዳ ኢልና ብዛዕባ ኩሎም ስቱደንትስ ብዛዕባ ኣወዳት ይኹን ብዛዕባ ኣዋልድ ይኹን ብዙሓት ይኹን ከምፀልና ይኽእል እዩ ኣብ ናትና እንድሕዳ መፂና ግን ብዛዕባ ተምሃሪት እንድሕዳ ኢልና ብዛዕባ ናይ ተናዋልድ ጥራይ ከምፅልና ናይ ተማወዳት ክገድፎ እዩ ማለት እዩ ስቲል እኮ የለን ግን ናይ ተማወዳት ልክዕ ከምታ ዘለዋ እታ ቋንቋ ወሲዱ እዩ ዝኸይድ ኣብ ሩስያውያን እውን ከምዚ ዓይነት ከምዚ ዓይነት ፊቸር ኣለዎም ናቶም ቋንቋ ስለዚ እዩ ከዓ ያንዴክስ ንዑ ተባሂሉ ተሰሪሑ ስለዚ ሩስያውያን ከዓ ብጣዕሚ እዮም ዝጥቀምሉ ከምኡውን ኣብቲ ናቶም ሞባይላት እውን እዚ ዓይነት ሰርች ኢንጂን እዮም ዝጥቀሙ ዝዓበየ ውፅኢት ከዓ ኣለዎ ብሓፈሻ ክረአ ከለውን ቅልል ዝበለ እዩ ክንሪኦ ኢና ኣብዚ ያንዴክስ ከመይ ይመስል ያንዴክስ ዳት ካም እንድሕር ደኢልና ከዓ እዚ ስፖርት እንደዚ ናይ ሩስያ ይኣትየ ዘለኹ ዳት ሩስያ ይኣትየ ዘለኹ ስፖርት ትሪእዎ ኣለኹ ኦሬንጅ ናይ ራሻ እዩ መብዛሕትኡ ግን ራሻ ጥራይ እዩ ዝሰርሕ ማለት ኣይኮነን ኢንግሊሽ እውን ክሰርሕ ይሰርሕ ስፖርት ኒውስ ቱደይ ኢልና እዚ እውን ይሰርሕ እዚ ዓይነት ትሽዓተ ሚሊዮን ሪዛልትስ ይብና ኣሎ ኢሜጅ ስበና እዩ ከምኡ ቪድዮ እውን ህበና እዩ ከምኡ እውን ማፕስ እውን ኣለና ማፕስ እውን ኣለዎ እዚኣ ያንዴክስ እዚኣ ትመስል ራብዓይ ዳክዳክ ጎ እዩ ዘይዳግዳግዎ ዝኾነ ውልቃዊ ሓበሬታ ኣየቐምጥኒ ኣይሕዝኒ ከምቲ ኣቐዲምና ዝበልናዮ ኣብ ጎግል ኩሉ ግዜ ናትና ፐርሰናል ኢንፎርሜሽን ቁሙጥ እዩ ኣቲናዮም ዝነበርና ዌብሳይት ስኹኑ ኣብ ምንታይ ንግደስ ኣበይ ከባቢ ኣለና ኩሉ ናትና ፐርሰናል ኢንፎርሜሽን ምስኦም እዩ ዘሎ ናትና ፐርሰናል ፕሮፋይል ገይሮምልና ብኸም እዮም ዘፅንዑና ማለት እዩ እዚ ዳግዳግ ከ ግን ዝኾነ ናህና ኢንፎርሜሽን ውልቃዊ ሓበሬታት ኣይሕዝኒ ኣቲኻ ሰርች ትገብር እቲ ባሃይቱ ኣይዝክርዎን እዮም ወል ሓንቲ ኣይዝከርኒ ወላ ብኡ ገይራ እውን ተምፀእልካ ዝኾነ ኣድቨርታይዝ እውን የለን እንታይ ይመስላ ዝኮነ ኢና ዳግዳግ ዳትካ ዳይዳካ ውሃ እዚኣ ትመስል ስፖርት ሕጂ ታይርድ ኦፍ ቢንግ ትራክድ ኦንላይን ዊ ካን ሄልፕ ይብለና ኣሎ እዚ ካብ ኦንላይን ትራክ እንዳኾንኩም ተሸጊርኩም ትርዳ ኣለኹም ኣብዚ ናትና ፕራይቨት ሰርች ክትገብሩ ትኽእሉ ኢኹም ስለዚ ኣይንሕዝኒ ኢና ዝኾነ ኢንፎርሜሽን ይብሉና ኣለዉ ስፖርት ኒውስ ቱደይ ኢልና ክንርኢ ኢና ስፖርት ኒውስ ኣምፂና ኣሎ እዚ ኦኬ ከምዚቲ ኣዳሂዳኮ ከዓ እዚኣ ትመስል ናትና ዲፎልት ብራውዘር ክንገብሮ ንድሕዳ ደሊና ኣዳዳክ ክሮም ክንብሎ ንኽእል ኢና ስለዚ ክሮም ምስ ከፈትና ኩሉ ግዜ ናትና ዲፎልት ብራውዘር ክኸውን ኩሉ ግዜ ብኡ ንጥቀም ማለት እዩ ስለዚ ስለዚ ከይተሰከፍካ ዝኾነ ከተንብብ ግን ክትፍትሽን ትኽእል ነቶም ውልቃዊ ሓበሬታኦምን ልምዶምን ክዕቀመሎም ዝደልዮ ከዓ ፅባቅ ትመራፂት እያ እዚኣ ከዓ ዝበልክዎም ፕራይቨሲ ንዝደሊ እቲ ናቱ እንታይ ዓይነት ልምዲ ኣለዎ ክተሓዘሉ ዘይደሊ ሰብ ነዚኣ ተጠቂሙ ብራውዝ ክገብር ይኽእል ሓምሻይ ከዓ ጊብሩ ጊብሩ ከዓ ናይ ጎግል ዝተመሓየሸ ኣልጎሪዝም ኢና ንጥቀም እዮም ዝብሉ ስለዚ ሰይም ከምቲ ናይ ደክደከው ከዓ ካብ ጎግል ስለያ ወፂኻ ክትፍትሽ ምስ ትደሊ ኣማራፂ ኢኻ ትወስዶ ዝበልኩም ጎግል ኩልግዜ ስለዚ ስለየና እንታይ ንፈቱ ኣብይ ዓዲ ኣለና እንታይ ሰርች ጌርና ኔርና ካብዚ እንድሕር ደኣ ክትበፅ ተደሊኻ ጊብሩ ትጥቀም ለሲ ጊብሩ ከመይ ትመስል ከዓ ጊብሩ ዳትካም ከዓ ኣኖኒማስ ዌብ ብራውዘር ብለና ኣሎ ከይተፈለጥካ መን ምዃንካ ብራውዝ ክትገብር ትኽእል ኢኻ ናትካ ሎኬሽን እውን ከምኡ ቲቪፒኤን ይደብለና ኣሎ ኣብዚ ሰርች ክንገብር ንኽእል ስፖርት ኒውስ ቱደይ እዚ ምፅኢልና ኣሎ ቪዚት ዌብሳይት ከም ንኣይኮ እዚ ፍሬንድሊ ኮነን እዚ ኣቀራርብኦም ካልእ ሰብ ግን ክፈትዎ ይኽእል ይኸውን ካልእ ዊኪ ዳት ኮም ዊኪ ከዓ ንፈልጦ ኩሉ ግዜ ከም በዓል ዊኪፔድያ ኢንሳይክሎፔድያስ ኣብ ኮሚኒቲ ዝተኣከበ ሓበሬታ ወይ ከዓ ፅሑፍ ኣሞርኪስ ንክንፍትሽ ምስ ንደሊ ኩሉ ግዜ ዊኪፔድያ ኣብ ጎግል ንፈልጦ ኢና ዝኾነ ሰብ እዩ ዝፅሕፎ ዊኪ ዳት ካም ኣብዚ ዊኪ ኩሉ ናይ ዊኪ ዘለና ዊኪፔድያ ኢንሳይክሎፔድያ እምኒ ይብለና ኣሎ ፓስፖርት ፓስፖርት ኢልና ሕዚ ሓንሳብ ተፃሒፉ ኩሉ እዩ ክሳይ ዝገብሮ ከምዚ ዊኪፔድያ ንፈልጦ ዝኾነ ሰብ እዩ ሞዲፋይ ዝገብሮ ዝዕርዮ ማለት እዩ ሓበሬታ ውስኸሉ የጉድለሉ ገለ ምላሉ እናኾነ ስለዚ ኣብ ኮሚኒቲ ዝተኣከበ ዓይነት ሓበሬታ ሓደ ዘገድሰና ኮይኑ ኣብዚ ኣብ ዊኪ መፂና ዊኪዳት ኮም ኢልና ካብ ኢንሳይክሎፔድያን ዊኪፔድያን ሓበሬታና ንወስድ ነንብብ ማለት እዩ ሻብዓይ ከዓ ያሁ ያሁ እኮ ቅድሚ በዓል ጎግል ብጣዕሚ ፍሉጥ እንታይ እዩ ነይሩ ያሁ ሜሴንጀር ንሕዳ ንዝክሮ ኮይና ብጣዕሚ ፍሉጥ ሪሰርች ኢንጂን ነይሩ ወላ ናይ ኢሜይል ከምዚ ናይ ሜይል እውን ነይሩ ስቲል ሕጂ እውን ኣሎ ያ መሴንጀር እኮ ኣይኮነን ያሆ መየልስ ኣሎ ናይ ዕድጊ ዌብሳይታት ንምድላይ ያሁ ካብ ኩለን ዝሓሸ ዝፀበቐ ፊቸርስ ኣለዎ ሾፒን እንድሕር ዳ ክንገብር ደሊና ኣብ ያሁ ኣቲና ክንገብር እቲ ዝበለፀ እዩ ብኸመይ እዩ ከዓ ክንሪኦ ኢና ብዚ ያሁ ዳት ካም ኢልና ክንኣቲና ምስ ኣተና ኣብዚ እንታይ ይብለና ኣሎ ብዛዕባ ሌተስት ናይ ኮሮና ቫይረስ ይህበና ኣሎ እዚ ብዛዕባ ኒውስ ሓድሽ ኣሎ ፋይናንስ ስፖርት ፖለቲክስ ኢንተርቴንመንት ላይፍ ስቴይ ሆም ሾፒንግ ሳብስክሪፕሽንስ ዝተፈላለየ ኣለና እዚ ከይፈተሽና ማለት እዩ ዝኾነ ወርድ ከይፅሓፍና ከለና ኣብዚ ስለዚ ናይ ሾፒን ኢና ክንርኢ ዘለና ዘለና ምክንያቱ እቶም ዘድንቕዎ ኩሉ ግዜ ኣብ ሾፒን እዮም ዘንቕዎ ዘለው ስለዚ እንታይ እንታይ እዩ ዘለዎ ኣብዚ ከሽባ ሆም ኣለዎ ዝሪኦ ዘለኹም ኩሉ ዓይነት ኤሌክትሮኒክስ ገለ ከደ ሂብና ኣሎ እዚ ዲልስ ከዓ ኣለና ፖፑላር ዲልስ እንድሕዳ ኢልና ንሕል ኣርባዓ ፐርሰንት ኦፍ ዘለዎ ሰላሳ ፐርሰንት እዚ ዲስካውንት ዝኾነ ንርኢ ኣለና መሊስካ ካሽባክ ካሽባክ ከዓ ምስ ገዛእና ዝኾነ ነገር ከዓ ዝምለሰና ገንዘብ ማለት እዩ መቆሸሽ ነገር ስቶርስ ከዓ ክንደ ንኽእል ድኳናት ድኳናት ከዓ ንህለው እዚ በዓል ናይክ ኖርድስትሮም ብራክ እዚኦም ሸሞንተ ነጥቢ ሓሙሽተ ፐርሰንት ካሽባክ ኣለዎም ብለና ኣሎ ይገብረና ኣሎ እዚ በዓሉ በዓል ኣማዞን ባይ ባይ ቤቢ ቺዊ ጋፕ ገሌሉ ከዓ ስቶርስ ከዓ ህበና ኣሎ ዊሽ ሊስት ኣነ ከዓ ዝኾነ ዊሽ ሊስት ኣይገበርኩም ስለዚ ጥርሑ እዩ ዘሎ እዚ ካታጎሪስ እንትርዳ ኢልና ከዓ ኣብዚ ክንመርፅ ንኽእል ኢና ከዓ ኣበይ እንታይ ዓይነት እዩ ፈርኒቸር ድዩ ኤሌክትሮኒክስ ድዩ ሃውስሆልድ ናይ ግችነ ዲና ደሊና ደለና ሙዚቃ ድዩ ዝደለናዮ ዓይነት ካብ ዘሎ ሾፒን ኢንስፒሬሽን ድርዳ ደልና ከዓ እንታይ እንደሊ ማስክ ንህለ ምስቲ ዘለዎ ኩነታት ማስክ ኣማዘን ቶፕ ሴሊንግ ፌስ ማስክ ሰዓር ናርስስ ገለ ኢሉ ብዙኻ ኢንስፓሬሽን ህበና ኣሎ ንምንታይ ንጥቀመሉ ንምንታይ ክንገዝኦ ኣለና ገለ ከዓ ኣብዚ ኣለና ከዓ ክንንብል ንኽእል ስለዚ ያሁ ሾፒንግ ኩሉ ግዜ ዝበለፀ ኤክስፒሪንስ ኣብ ያሁ ኢና ንረክብ ምስ ጎግል ከዓ ኮምፔር ንግበሮ ዚ ጎግል ሾፒንግ እንድሕዳ ኢልና ጎግል ሾፒንግ እቲ ወብሳይት እዩ ምሕዳ ከድና ብዘ ወላ ሓንቲ የለን ባዕልና እታ ድኳን ከድና እታ ዝደለናያ ድኳን ባዕልና ኢና ክንፅሕፋ ዘለና ብዚ ኣማዞን ድሕዳ ኢልና ኣማዞን ትእትወና ናብ ኣማዞን ከድና ባዕልና ኢና ንገብር ካልእ ወላ ሓንቲ የለን ከምዚ ብዚ ያሆ ዝረኣናዮ ናይ ዲስካውንት ክንርኢ ንኽእል ካሽባክ ክንርኢ ንኽእል እውን ሓንቲ ነገር ሓበሬታ የለን ንዓደግቲ ድማ እንታይ ይደልዩ ከም ዘለዉ መድለይ ብቕልል ዝበለ መንገዲ የቕርበሎም እዚ ዝረኣናየ ሻምናይ ባይዱ እዩ ባይዱ ከዓ እዚ ኣብ ቻይና እዩ ዝበዝሐ ዝጥቀምሉ ብሰፊሑ ኣብ ቻይና እዩ ዝጥቀምሉ ብሓፂሩ ናይ ቻይና ጎግል እዩ ንኣኡ ምስ ጎግል እኮ ነናይቶም ፋውንደርስ እዩ ዘለዎም ነናቶም ካምፓኒ እዮም ግን ኣብ ቻይና ከምዚ ንሕና ጎግል ብጣዕሚ ህቡብ ክሳይ ንጥቀመሉ ከምኡ እዩ ከዓ ዝተፈላለየ ትካላት ከዓ ኣብዚ ናይ ሰርች ኢንጂን ኣብዚ ናይ ባይዶ ሃፍ ሮያ ተነዋዓዋዓ ኤን ኣድቨርታይ ዝገብራ ሰማንያ ሚእታዊት ቴን ኣንድሮይድ ቤዝ ዝኾነ ናይ ቻይና ቴሌፎን ትካ ነዚ ባይዶ ከም መሰረታዊ ሰርች ኢንጂን ናተን ገይረን እየን ዘቕርብኦ ብለና ኣሎ ኦኬ ንርኣዮ እዚ ከዓ እንታይ ይመስል ባይዱ ዳትካም ስፖርት ኒውስ ቱደይ ንሕለ ኢሎም ትሪእዎ ዘለኹም ብዙሕ ቻይና እዩ ዘሎ ግን ኢንግሊሽ እውን ኣለና ግን ትሪእዎ ኣለኹም እዚ ታፕስ ቻይኒዝ እዩ ዘሎ ቀኖ ክንቀይሮ ንኽእል ኢና ግን ከምዚኣ ትሪእዋ ዘለኹም ትመስል ባይዱ ከዓ ናይ ቻይኒዝ ብራውዘር እያ ስለዚ ለማንቲ ሒዘን መፅኦ ዝነበርኩ እዚአን እየን ዝኾነ ካልኦት እንድሕር ደኣ ኮመንት ለኩም ኮይኑ ካልእ ተወሳኺ ናቶም ሊሚቴሽንን ፅቡቅ ነገርን ኣለዎም እውን እንድሕር ደኣ ትብሉ ኮንኩም ኣብ ኮመንት ፀሓፉ ይኣንየለይ